ያታት ንጀምር ሓደ ሰብኣይ ወዱ ተኸኽ የብሎ ጨጉሩ ጥቕላል ስሪኡ ብፌስታል ዝኣቱ ስኪን ናይ እዝኑ ኩትሻ ዝመስል ባህርያቱ ድማ ብመንፅሩ ገለ ይገብር ይእሰር ሻዕብያ ተቐቢሎም ጨጉሩ ቀምቂሞም ስርኡ ግፊሖም ሰድዎ ገበን ገብር ይእሰር ናይ እዝኑ ሞላሊቖም ሽጋራ ግዲፎም የውፅዎ እሱ ክብድል ሻዕብያ ክኣስሩ ኣብ መንጎኦም ኣቦ ስቕ ኢሉ ክዕዘብ ድሕሪ ምፅናሕ ስማዕ እንዶ ዝወደይ እንታይ ኢኻ ዝገብር ዘለኻ ይብሎ ስቕ ጥራይ በል ኣቦይ ህልኾም ከወድኦም እየ ኣበይ ከም ዝበፅሑ ክርእዮም እየ ይብሎ ወይለይ ጉዳይካ ኣልኽ ድዩ ከምኡ ምዃኑ ዳ ቀዲምካ ዘይምነገርካኒ በል ንዓ ዝወደይ ሓደ ነገር ከርእየካ ኢሉ ሰብኣይ በዚ እንዳ ጀነራላት ዝበሃል ቦታ ሒዝዎ ይኸይድ እሞ ብዛዕባ እዞም ህልኾም ከወድኦም እየ ዝበልካዮም ሻዕብያ ንእሽቶ ኣብነት ክበካ እዚኤን እሞ ረኣየን ዝወደይ እሞ ኣብ ሳሕልን ደንከልን ከይረብረቡ እግሪ እግረን እንዳጎየዩ ኣንዲዶም ፍቆድኡ ዘሪኦም ናጽነት ምስ ኮነውን ከይረብረቡ ናብቲ ዘንደድዎን ተመሊሶም ካብ ኩሉ ዛሕዛሕ ዝበልዎ ኣርዮም ካብ ሳሕል ተሰኪሞም ናብ ዝምጽኦም ኣኪቦመን። እዚ ክገብሩ ሰላሳ ዓመት ወሲዱሎም ስጋብሎም ኣይረብረቡን ከመን ዝቃጸላን ዝእረ ከመን ዝቃጸላን ዝእከባን ይደልዩ ኣለዉ ሕጂ ንዓኻ ምእሳርን ምቕምቃምን ከረብርቦም እዩ ኢልካ ዲኻ ትተሃላለኽ ዘለኻ ኢሎሞ ንብለኩም ሎ መሲልካ እንታይ ኣምጻእካ ዶ ኢልኩምኒ ነገስታት ኣራት ኪሎ ሻዕብያ ዝርብርብ መሲልዎም ኣብ ዝፋን ኮፍ ኣብ ዘዝበልሉ ባሕሪ ክብሉ ንሱ ክቅምቅም ተረባሪብና ኢና። እዛ ብባሃር ገጣምን ዘያምን ኤርትራዊ ኣኽሊል ተስፋጼን ዝተደርሰት እሞ ብንግስቲ መድረኽ ኤርትራዊት ሄለን መለስ ዝተደርፈት ደርፊ ክጋብዘኩም። ቅድሚኡ ግን ሓሳኹ ማሕበራዊ መራኸቢ ፕሮስፔሪቲ ጎስፔል ኣብ ኣንጉዖም ኣትያ ምስ ሸረወቶም ተንቲኖማ ዝነበሩ ከስምዓኩም።

እግሪ መገድና ኣኪለ ሪመይ ትብል ሬስቶራንት ኣብ ከባቢ ገዛ ማንዳ ገይሩሎ ኪዱ ሓንሽሽሉ ኣርቲስት ኤርትራ መዋእል ንሃገር ከበርክት እንከሎ ክፍሊቱ ዓወት ንሓፋሽ እዩ ነይሩ ሎሚ ትካል ከፊቱ እንተሰሚዕኹም ግና ንሱ እውን ዝዓብዩ ቆልዑ ከም ዘለዎ ፈሊጥና ከነተባብዖ ግቡእ እዩ ልማኖይ ባህልናን እዩ ትካል ከፊቱ ዝሰርሕ ኣሎ እንተተባሂልካ ግን ምትብብዑ ግቡእ እዩ። ሰላም ንደሊ ኢና ሰላም ንደሊ ኢና ንዓረር ኣይተፈጠርኩን ይበሃል ዝበሃል ነገር ኣሎ ማንም ንዓረር ኣይፍጠርን ራስ ኣሉላ ውን ልዕሊ ዓሰርተ ሰለስተ ግዜ ምስ ብዓዲ እንትዋግኡ ናይ ውግእ ወልፊ ኣይነበሮምን ቀዳማይ ወያነ ውን ንስርዓት ሃይለስላሰ ቀጥቀጥ ዘበልዎ መዓት መስዋእቲ ዝኸፈሉ ናይ ውግእ ወልፊ ኣይነበሮምን መንነትና ኣሕሊፍና ኣይንህብን ትግራዋይነትና ኣሕሊፍና ኣይንህብን እዮም ኢሎም ሕዚ እውን ወይ መንነትካ ምኽባር እያ ወይ ድማ ዝድላዮም ምዕራብ ይውሰድዎ ተደልዮም ራያ ይውሰድዎ ተደልዮም ፀለምቲ ይውሰድዎ ኣነ ከምዚ ተዓሲበ ወይ ተበቲነ ክነብር እየ ዝብል ትግራዋይ እንተልዩሰ እያ እታ ምርጭኡ ትኸውን ነዙይ ድማ ብሄራዊ ክብርታትና ኣይፈቅድን መንነትና ኣሕሊፍና ምሃብ ኣይለመድናን ነዚ ክቡር መስዋእቲ ንኸፍል እምበር ኣይለመድናዮን እዩ ዝብሃል ዘሎ። ስለዚ እቲ ብሄራዊ ሓድነት ንምውሓስ ምስቲ ኣብዚ ዘሎ ናይ ኪነ ጥበብ ኣባል ተኣሳሲሩ ዝቐርብ ዝነበረ ገለ ገሊኡ ብኣወንትኡ ወሲድካ ንቐፃሊ ስራሕ ዝጠቅም እዩ። ሓቁ እዩ ንነዊሕ ኣብቲ ዓሰርተ ሸውዓተ ዓመት እውን ሕዚ እውን ክንደይ ግልጋሎት ሂቦም ክፅገሙ እንትትርኢ እቲ መኪና ገለመለ እሞ ይትረፍ መንበሪ ገዛ ክስእኑ እታ ዝበልዕዋ እንክስእኑ ክትርኢ የቕንዙ እዩ። ነዙይ መፍትሒኡ ግን ብሄራዊ ውዳበኻ ምጥንኻር እዩ። ያፌት ዝበሎ እዩ መፍትሒኡ። ንክትውደብ፣ ንክትከራኸር፣ ንክተእምን፣ ልቓሕ ንክትጥይቕ፣ ኣብ ደገ ዘሎ ሰብ ንክተእምን ሓደ ጠንካራ፣ ልክዕ ከም ተስትዋጽኡ ጠንከራ ብሄራዊ ውዳበ የድልየኩም እዩ። እቲ ብሄራዊ ውዳበ እንትትፈጥሩ ተለኹም ደረጃ ብደረጃ ክፍታሕ ይኽእል እዩ። ንሕና እውን ዝከኣለና ደገፍ ንምግባር እውን ቁሩባት ኢና፣ ቁሩባት እውን ክንከውን ኢና። እቲ ዋና መእሰሪ ነገር ግን ሕዚ እውን ብሄራዊ ሓድነትና እነውሕሰሉ ዓላማ ከም ተጋሩ ንኸይንጠፍእ እዩ። ብሄራዊ ሓድነት ድማ ዓብዪ ኣፅዋርና እዩ፣ ካብ ኒኩለር ንላዕሊ ዝድመፅ እዩ፣ ኣብ ቀረባ እዋን the strongest region in the world እዩ ዝብል ሪኢኹም ትኾኑ ኢኹም። ብዛዕባ ትግራይ ፕሮፌሰር እውን ይገልፆ ነይሩ፣ እቲ ዝጠንከረ ሪጅን ኣብ ዓለም ኢሎም ብዙሕ እዮም ዝገልፁ ዘለዉ። እዙይ ሳላ ሓድነትና ዝመፀ፣ ሳላ ሓደ ኮይንና ረቢብና ዘምፀእናዮ፣ ካብኡ ንላዕሊ እውን ክነምፅእ ኢና። ልዕሊ ዓሰርተ ኣርባዕተ ግዜ ሰክሪቲ ካውንስል እንትዝቲ ናትና ናይ ሓድነትና ጥንካረ እዩ። ነዚ ሸለል ክንብሎ ኣይግበእናን። መጨረሻ ክብላ ዝደሊ ሕዚ እውን እንታይ እዮም ፀላእትና ዝሓስቡ ዘለው? ዘመሓደረ የመሓድሮ ተፈናቃሊ ይመለስ፣ መሬትኩም ኣይንመልስን እዮም ዝብሉና ዘለው፣ ነጥፍኦኩም ኢና እምበር ምዕራብ ትግራይ ኣይትፀበዩ እዮም ዝብሉና ዘለው፣ ካብ ቀደም ብዝኸፈኣ ክነጥፈኣኩም ኢሉ ይፍክረልና ኣሎ። ነዚ ፈኸራ እዚ ዘብዚ ዘሎ ኪነት ብዝተፈላለየ መንገዲ ገጂፍ ዓቕሚ ኣለዎ እሞ ንብሄራዊ ሓድነት ዓቕሚ ብዘኸውን መንገዲ ስራሕ እዩ ኮታ ኣጀንዳ ነዚኣ ንእከለ ንእከለ ኢልካ እንደ ትግራዋይነት ከያ ገለገሊኡ መሰከፊ ደርፊ ይወፅእ እዩ መሰሎም እዩ እውን ዘይትብሎ ሰላም ንደሊ ኢና ሰላም ንደሊ ኢና ንዓረር ኣይተፈጠርኩን ይበሃል ዝበሃል ነገር ኣሎ ማንም ንዓረር ኣይፍጠርን ራስ ኣሉላ ውን ልዕሊ ዓሰርተ ሰለስተ ግዜ ምስ ብዓዲ እንትዋግኡ ናይ ውግእ ወልፊ ኣይነበሮምን ቀዳማይ ወያነ ውን ንስርዓት ሃይለስላሰ ቀጥቀጥ ዘበልዎ መዓት መስዋእቲ ዝኸፈሉ ናይ ውግእ ወልፊ ኣይነበሮምን መንነትና ኣሕሊፍና ኣይንህብን ትግራዋይነትና ኣሕሊፍና ኣይንህብን እዮም ኢሎም ሕዚ ውን ወይ መንነትካ ምኽባር እያ ወይ ድማ ዝድላዮም ምዕራብ ይውሰድዎ ተደልዮም ራያ ይውሰድዎ ተደልዮም ፀለምቲ ይውሰድዎ ኣነ ከምዚ ተዓሲበ ወይ ተበቲነ ክነብር እየ ዝብል ትግራዋይ እንተልዩስ እያ እታ ምርጭኡ ትኸውን ነዙይ ድማ ብሄራዊ ክብርታትና ይፈቅድን መንነትና ኣሕሊፍና ምሃብ ኣይለመድናን ነዚ ክቡር መስዋእቲ ንኸፍል እምበር ኣይለመድናዮን እዩ ዝባሃል ዘሎ። ስለዚ እቲ ብሄራዊ ሓድነት ንምውሓስ ምስተብዚ ዘሎ ናይ ኪነ ጥበብ ኣባል ተኣሳሲሩ ዝቐርብ ዝነበረ ገለ ገሊኡ ብኣወንትኡ ወሲድካ ንቐፃሊ ስራሕ ዝጠቅም እዩ። ሓቁ እዩ ብነዊሕ ኣብቲ ዓሰርተ ሸውዓተ ዓመት እውን ሕዚ እውን ክንደይ ግልጋሎት ሂቦም ክጽገሙ እንትትርኢ እቲ መኪና ገለመለ እሞ ይትረፍ መንበሪ ገዛ ክስእኑ እታ ዝበልዕዋ እዋን ክስእኑ ክትርኢ የቕንዙ እዩ። ነዙይ መፍትሒኡ ግን ብሄራዊ ውዳበኻ ምጥንኻር እዩ። ያፌት ዝበሎ እዩ መፍትሒኡ። ንክትውደብ፣ ንክትከራኸር፣ ንክተእምን፣ ልቓሕ ንክትጥይቕ፣ ኣብ ደገ ዘሎ ሰብ ንክተእምን ሓደ ጠንካራ፣ ልክዕ ከምቲ ኣስተዋጽኡ ጠንከራ ብሄራዊ ውዳበ የድልየኩም እዩ። እቲ ብሄራዊ ውዳበ እንትትፈጥሩ ተለኹም ደረጃ ብደረጃ ክፍታሕ ይኽእል እዩ። ንሕና እውን ዝከኣለና ደገፍ ንምግባር እውን ቁሩባት ኢና፣ ቁሩባት እውን ክንከውን ኢና። እቲ ዋና መእሰሪ ነገር ግን ሕዚ እውን ብሄራዊ ሓድነትና እነውሕሰሉ ዓላማ ከም ተጋሩ ንኸይንጠፍእ እዩ። ብሄራዊ ሓድነት ድማ ዓብዪ ኣፅዋርና እዩ፣ ካብ ኒኩለር ንላዕሊ ዝድመፅ እዩ፣ ኣብ ቀረባ እዋን the strongest region in the world እዩ ዝብል ሪኢኹም ትኾኑ ኢኹም። ብዛዕባ ትግራይ ፕሮፌሰር እውን ይገልፆ ነይሩ፣ እቲ ዝጠንከረ ሪጅን ኣብ ዓለም ኢሎም ብዙሕ እዮም ዝገልፁ ዘለዉ። እዙይ ሳላ ሓድነትና ዝመፀ ሳላ ሓደ ኮይንና ረቢ። ውግእ ናብ ትግራይ ምምፅኡ ለይተርፍ እዩ ኢለ እየ ልግምግም። መንደፍቲ ልመፅእ ውግእ ውሽጢ ትግራይ ክትምዝምዞ ልግባኣ ረብሓ ብምሉእ ክትምዝምዘ ኣለዋ ኢለ እየ ልሓስብ። ካብ ክልቲኦም ተዋጋእቲ ሓይልታት ከዓ ልሓሸ ረብሓኣ ክትምዝምዝ ልኽእላ ሓይሊ እቲ ናይ ኢትዮጵያ ሓይሊ እዩ ኢለ እየ ልሓስብ። መብዛሕትኦም ረብሓታትና ምስኡ ልተሓሓዙ ስለልኾኑ። ስለዚ ብፕሪቶርያ መሰረት ገይርና ቅድሚ እዚ ውግእ እዚ። ናብ መሬት ምውራዱ ኣብቲ ፕላን ውሽጢ ንሕና ክንህሉ ኣለና ይብል ኣሎ። ኣብቲ ፕላን ውሽጢ ንሃሉ ማታይ ማለት እዩ ቅድሚ ሰራዊት ሒዙ ናብዚ መሬት እዚ ምውፋር ምጅማሩ እቶም ናይ ትግራይ ልባሃሉ ቀንዲ ረብሓታት ኣብቲ ፕሪቶርያ እውን ዝሰፈሩ ክምልሶም ክኽእል እኒኦ። ናይ ግድን መደራደሪ ነገር እዚ ሒዝና ክንቀርብ እኒኦና ኤንድ ብናየ ገምጋም ከይፈተወ እቲ ኢንተረስቱ እቲ ዝዓበዮ ስለዝኾነ ክምልሶም ኢለ ይሓስብ። እሱ ምምላሱ በተለይ ናይ ምዕራብ ጉዳይ ናይ ምዕራብ ትግራይ ጉዳይ መልሲ እንድሕር ኣግኒናሉ እቲ ከይዲ እሱ ቅድሚ እቲ ውግእ ምጅማሩ ደሓር እቲ ውግእ እውን ንክልቲኦም ሓይልታት ሒዝሎም ንመፅእ ናይ ምድኻምን ካልኦት ዕድላትን ንሕና ምዕራብ ትግራይ ሒዝና ንፈጥሮ ካፓብሊቲ ሓድነት ከምቲ ደጅ ኖራ ውሽጥና ኣለና ገዛ ዕዮውን ብደንብ ሰሪሕና ፀኒሕና ካብቲ ሕዚ እኔናሉ ብጣዕሚ ብብዙሕ ዕፅፊ ልሐሸ ናይ ምክልኻል ይኹን ሃገር ናይ ምፍጣር ቁመና ክንሃንጽ ንኽእላለሉ ዕድል እዩ እኒኤ። ስለዚ እቲ ኩናት ለይቐር እንድሕር ኮይኑ ፕላስ ንናይ ትግራይ ግዝኣት ምንኩኡ ለይተርፍ እንድሕር ኮይኑ ክንዲ ልኸኣልናዮ ማክሲማም ክንምዝምዞ ልግበእና ዕድል ኩሉ ንመዝምዝ። ንሱ መሰረት ገይርና መሬትና ነመልስ፣ ተፈላቐምትና ነመልስ፣ እቶም ስትራተጂክ ረብሓታትና ልበሃሉ ነውሕስ። እዚ ንምግባር ከኣ ምስ ማእኸላይ ዓዲ ማለት ምስ ኣራት ኪሎ ስልታዊ ምሕዝነት ክንገብር እኒኤና ልብል ኣቋም እኒኤና።